መጽሓፍ ሰማይ ፈረሰ ንዛንታ ህይወት ሰለስተ ሽሕ ካብ ስደትን ካብ ኩሉ ኩርናዓት ናይ ኤርትራን ዝተሰለፉ መንእሰያትን ተምሃሮ ቤት ትምህርቲ ሰውራን ኣባላትን ኣተክሮ ጌራ ንምስሊ ክፍላተ ታዕሊም ዓራግን ግልዕን ዘካተተ መሳጢ ዛንታ ዝሓቖፈት ታሪኻዊት መጽሓፍ ንዓኻትኩም ንክቡራት ኣንበብትና ጆባእ ንብለኩም መጽሓፍ ሰማይ ፈረሰ ነቲ ክትኣምኖ ዘጸግም ምስ ሕጽረታት መግቢ፣ ማይ፣ ክዳንን ሕክምናን እናተቓለስካ ኣብ ትሕቲ ሰርብን ነጎዳን ኲናት ኮንካ ንዝካየድ ዝነበረ መስርሕ ምምሃርን ምስትምሃርን ንዝነበሮ ዝተሓላለኸን ፈታንን ህይወት ንምስጋሩ ዝነበረ ብልሕን ተወፋይነትን ኣባላት ህዝባዊ ግንባር ብመሳጢ መልክዑ ሒዛ ቀሪባትልኩም ኣላ መጽሓፍ ሰማይ ፈረሰ። መዓስ እዚ ጥራይ መጽሓፍ ሰማይ ፈረሰ ጥርዚ ንዝበጽሐ መሳጢ ፍቕራዊ ዛንታ ኣንጻር ጾታ ተማሃሮ ቤት ትምህርቲ ሰውራን መስገደላቱን ከምኡውን ዛንታ ተወጊኡ ኣብ በዓቲ ተሓቢኡ ዝተረፈ ተጋዳላይ ኣባል ስለያ ዓባይ ቤት ትምህርቲ ሰውራን ንምድሓኑ ዓቢ ተራ ዝተጻወተ ሰብ ዝለመደ ኤርትራዊ ኢራ ከም ፖስተኛ ኮይኑ ከገልግል እተርኢ ንልቢ ኣንጠልጣሊ ዛንታ ዝሓቖፈት ገለ ካብቲ ዘስደምም ታሪኽ ገድሊ ህዝቢ ኤርትራ እተዘንቱ ብሽሞንዲ ዕቑባ ሚካኤል ዝተደርሰት ማራኺት መጽሓፍ እያ። መጽሓፍ ሰማይ ፈረሰ ክቡራት ኣንበብትና ጆባእ ንዓኻትኩም መጽሓፍ ሰማይ ፈረሰ ንምርካብ www ፍሬጋባ ኮም ወይ ብቑጽሪ ተሌፎን

እዛ ካብ ድቃስ ካብ ምብርባርሲ እንኳዕ ደኣ ኣብ ቀርኹባ ስረ ጥራሕ ኣይትኸውን እንታይ ማለት ኪ ተረዳእነ ዳሓን ዳሓን ዛጓለይ እቲ ተባራበሩ ብእትብል ሓንቲ ቃል ጥራይ ካብ ድቃስና ዘተስእናሲ እንቋዕ እቲ ዘይርስዕን ዘይከይን ኣምላኽ ኮነ እወ እወ ሓቅኺ እኮ ያኽት ማመይ እንቋዕ ከምዚ ናይ ሳዋሲ ብፊስካ እንትስኣይንኹ ኣነ ይላገጥ ኣለኹ ናይ ልበይ ዝዛረብ ዘለኹ ሃልወልዋ ኣይትበሊ እሞ ካብዚ ኩሉ ትንተናሲ እታ እግዚኣብሄር መስገን ትብል ቃል ኣይምቓለለትክን ንዕዳ ንጎተሲ የመስጊነ እየ እንዴ ረሲዕኪ እየ ዲኺ ሕጂ እኳ ይስወጠኒ ዘሎ እምበር ንስኺ ዳ ቀደም እኳ ነጊርክኒ ኢኺ
ሞደግን ክተመስገንኪ እየ እንታይ ትኾኒ ኣንቲ ቆልዓ ኣይትሕጠኒ እንዶ እዚ ዳኣ ንስኺ እኳ ፈሊጥክዮ ኣነ ነቶም ኣብ ቃሎም ዘይጸንዑን ዝበልዎ ዘይደግሙን ዝኣተዎ ቃል ዘፍርሱን ኣሉ ዝብሉን ሰባት እዮም። እቲ ክትብልዮ ዝደለኽሲ ኣብ ክንዲ ጓል መንገድ ድምፂኺ ሸንኮለል ትብልሲ ትኽ ብትኽ እዚ ኮይነ ዘይትብሊ። ኣነ ም ንባዕለለይ ሸንኮለል እያ ትሕዝኒ እንተሊኽሲ ንጉሆ ንጉሆ ሰባት መፂኦም ዘተስኡና እንተዝነብሩሲ ንገለ ከተስእሲ ንዓኽ ረሲዐኪ ኩስቶ ብገንዘቡ ስለዝሓባበለኒስ ንዕኡ መሪፀ እናተባህለ እዛ ዓለም ስሕያ ውሕዳት ሃፍታማት ጥራይ እዮም ነበርዋ። ሕጂ ሒዘኪ።
እዚ ኩሉ ዘዛርበኪ ዘሎስ እታ ሰናይ ዝበለትኪ ቃል ስለ ዘይተግብረትልኪ ኢኺ ክንድዚ ትዛርቢ ዘለኺ። ባዕልኒ ክትፈልጢ።
ኦው እንተ ኾንኩ ደኣ ሕማቕ ቃል ትዛረቢ ኣለኺ። ጌጋ እኮ ኢዩ ማማ። ባዕልኺ ትፈልጢ ወሲኸኪ ኣለኹ ሕጂ እንታይ ክትገብሪ ኢኺ?
ባዕልኺ ብዛዕባ ቃል ምኽባር እንዳተዛረብክስ ባዕልኺ ድማ ሕማቕ ቃላት ትዛረቢ። ብዝኾነ ኣነ ንስኺ ምዃንኪ ስለ ዝኣምን ንነብስኺ ከም ዝጸረፍክያ ኢየ ዝሓስባ። ኣቲ ታይ እማ ክገብር ኢልክኒ ኣብ ሓዊ ደኣ ትጠበስ እምበር

ሄሎ ብዕንዳይ ሃሎ ሰናይት ጓለይ ከመይ ቀኒኺ? እግዚኣብሔር መስገን ጽቡቕ ኣለኹ። ንስኹም ከ ከመይ ቀኒኹም? ጽቡቕ ኣለኹ ጽቡቕ ኣለኹ እዛ ጓለይ ጽቡቕ ኣለኹ። ሜሪ ጓልኩም ከ ከመይ ኣላ? ደሓን ድያ? ሜሪ ጽቡቕ ኣላ ከም ናህናስ ንኹሉ ፍጠረሉ። እሞ ሰኒ ጓለይ ከይሕዘክሲ ክረኽበኪ ኢለ እንድየ ንገዛ መጽየ ነይረ። እወ ሓቅኹም መጺኹም ትኾኑ ኢኹም። እወ መጽየ ክረኽበኪ ኢለ እኳ እንተ መጻኹ ንሀልኪ ሕማቕ ዘረባ ምስ ሰማዕኩሲ ተመሊሰ። ሕጂሲ ሰናይት ጓለይ! ደቦጭ ካብ ዘይሃለወሲ ዋእ እቲ ነገር ከይገፍሐ ከሎ ሂን ምሂን ክንበሃለሉ እንድየ ደልየ። ዋይ ኣቲ ማቤ ዓንዳይ ዓቢ ነገር እኮ ኣይኮነን ናይ ኣደን ጓልን እዩ። ኣነ ድማ ንሴጣን ግልል ተበልካሉ ጽቡቕ ኢለ እየ ናብቲ ናይ ጉዳይፍ ገዛይ ከይደ። ሕራይ ግርም ግን እንታይ ይመስለኪ ሰናይት ጓለይ? ናይ ስድራቤት ባእሲ ግዜ እንተወሲዱ። ኣብ መንጎ ሰባት ክኣትዎ ስለ ዝኽእሉ ናብ ዝገደደ ከይከደሲ ክንፈትሓ ደልየ ክንፈትሓ። እሞ ኣነ ድማ እንታይ ይብል ኣለኹ መስለኩም? ንሓደ ባእሲ ቀልጢፍካ ክትፈትሖ እንተፈቲንካ። ሓደ ሓደ ግዜ ናብ ዝለዓለ ደረጃ ስለ ዝድይብ ቁሩብ ግዜ ተሃብናዮ ኣይሓይሽን ዶ ማለተይ እየ። ኣይሓይሽን ኣይሓይሽን እንታይ ድዩ መሲልኪ ሰናይት ጓለይ? ኣብ ገለ ሰባት እኳ ከምዚ ትብልዮ ዘለኺ ዘጋጥም እንተኾነ። ንስኽን ኣዴኽን ግን ኣብ ርእሲ'ቲ ኣደን ጓልን ምዃንክን፣ ለባማት ውን ስለዝኾንክን ጸገም ዘለዎ ኣይኮነን። እወ! ከምዚኣ ኢልክን ከለኽን ዶቦጭ እንተመጸትሲ ንኹላህና ጽቡቕ ኣይኮነን። እሞ ደሓን በሉ ፕሮግራመይ ርእየ ክድውለልኩም። ሕራይ ገበርኪ ዛጓለይ፣ በሊ ኣይትደንጉዪ ኢኺ፣ ኣይትደንጉዪ። ሕራይ ሕጂ ተጥዒሙኒ ክድውለልኩም'የ፣ ከምኡ እንተኾይኑ ግን ጽባሕ ክድውለልኩም'ሞ ንራኸብ። ሕራይ ሕራይ ሕራይ ቻው ዛጓለይ ቻው። ሓረይ ኣቢ ዓንዳይ ቻው። ኣንቲ ማመየ ሰናይት ሓፍተይስ እንታይ እያ ኣቢሳ
ኩሉ ቤተሰብ ሕማቕ መዓልቲ ውዒላ እምበር ከሰብ ድያ እንዳበለስ ንስኺ ከምዘይትፈልጢ ኮይንክስ እንታይ እያ ኣቢሳ ክትብልኒ ዶስቲ ዝገበረቶ ባህ ኢልኪ። ዎው ናይቶም መጣቕስትን መናሃርትን መጉሃርትን ዘረባ መጉደፊኦም ናትኪ ግበሪ። ናትኪ ግበሪ እምበኣር ኢልክኒ ኣብ ሓዊ ደኣ ተጠበሲ እምበር እታ ሓፍትኺ መዓር ድያ ለኽያትኒ። መዓር ተዘይለኸየት ከ ኣረግናዮ ኣኾለሰት ክንመስለኒ።
ጸላኢተይ ደኣ ንሳ ዘይኮነት ወይለይ እምበኣር እሾኽ ዓጋመ እዩ ሓቂፈ ዝነብር ዘለኹ። ንስኺ ኢኺ እምበኣር ቃልኪ ስበሪ ኢልኪ ምዒድክያ ሕጂ እንድዩ ደኣ ዝበርሃለይ ዘሎ። ኣነ ከኣ ሰሰናይት ካብ ብመዓስ እያ ኣብ ቃላ ዘይትጸንዕ ካብ መኣስ እያ ቃላ ትሰብር እኳ ኢለ። ሰናይት ቦኽሪ ገዛስ ብኣይ ብሕሳስ ስልዲ ሓሳባ ክትቅይር ደሓር ከኣ ምምዓድ እሞ ይትረፍ ወላ እቲ ቃል ትሳእታ ተኹንኦ ከማን ድሕር ምበኣስ ክነይ ፈሊጠዮ ክትፈልጢ። ዳሓን ዳሓን ንዓኽሲ ኣይኣምነክን እየ ኣምሶል ኢኺ ባዕልና ከኣ ኢና ሻዲንና ክብ ርእስና ሰቂልናኪ። እንታይ ኢልኩም ዲኣኹም ትሻዱኑኒ ባዕልኹም። ባዕልና ዶ? ህህ ለባም በላሕ ሊቅ ፋኑስ ገዛ ስለ ንብለኪሲ በቃ መንገብገብ ዘይብላ መልኣክ ክትኮንልና ደሊ። ኣነ ኩሉ ዝብሎን ዝገብሮን ሰባት ብዛዕባይ ንኽዛረቡ ወይ ንኸመስግኑኒ ዘይኮነ እቲ ክኾኖ ዝግባኣንን ውሽጠይ ዝኣዝዘንን እየ ዝኸውን። ኦይ ስቅ ጥራሕ በሊ ወረ ጽኒሕልኪሲ ናባይ ስገዱ ናባይ ስገዱ ክትብልና ኢኺ።
ኡም ሎማዓንቲ ገለ ክኮንኪ ኣለኺ ብሩኽ መዓልቲ ማማየ ኣንተ ኪዲ ምሕረትኪ ጥራሕ ኪዲ የውርደልኪ። ኪዲ ኪዲ ኦሆ። ምሕረት ዘውርደልኪ ንዓኺ ደኣ እምበር ምሕረት ዝወርድ የብለይን መብራት።

እዋይ ሕማቕ ተፈዲኺ። ኣንቲ ሞይ ንስኺ ውን እኮ ዝጻረፍ ኢኺ ዘለኺ።
ንስኺ ከመ ናይ ኣዴኽን ከይብለኪ ኢኺ እምበኣር ክትዘርይላ ኢኺ መጺእኪ። ኣሞይ ንማማስ ልዕሌኺ ስለ ዝሪኣስ ንዓኣ ክዝርየላ ኢልኪ ትሓስቢ? እንድዒ እንታይ ደኣ እሞ ክብል እየ ኣብ ክንዳኣ እንዳተሓለቕኪ ዶ ኣይኮንክን ትዛረቢ ዘለኺ። ኣነሲ ሰባት ትዝበሃልዎ ደኣ እምበር ትዝብልዎ ከምዘየስተውዕልሉ ክነግረኪ ኢለ እየ። እሞ ኣነ እንተጸረፍክዋ እኮ ዓባይን ንዕልታን እየ ኣቲ ንሳ እኮ ኣብ ቅድሚ ሰብ እኳ ደኣ ኣብ ቅድሚ ጸላእተይ እኳ ኣዋርድ ኣቢልሃኒ። እንታይ ጸገም ኣለዎ እሞይ ሰብ እኮ ይበኣስ ይዕረቕ እዩ። ኣይ ከምኡን ንሳ ምስ ጠረፈትኒ እታ ካብ ንሰብ ናብ ሓሰማ ትቐርብ ጓል ሓድ ገንበስ ኪርኪርኪርኪር ኢላ ምብጫዋን እቲ ጉንጓ ኢለ ሳጓ ደውጻኹሉ ሰብኣያ ድማ ኣብ መንገዲ ምስ ተራኸብና ነታ ጸርፊ ዘኪሩ ሃሃሃሃ ኢሉ ምስ ሰሓቐኒ ሽዑ እምበኣር እዚ መዓንጣይን እዚ ከብደይን ሕርር ኢለ ዘለኹ ኣንቲ እሞይ እንታይ ላለ ጸሪፋትኪ እንታይ ከባሃል ኢስ ደጋሚኡ ኣነ ጸርፈይ ክነግረኪ እንታይ ጸገም ኣለዎ ጓልክ ደይኮንኩን እንታይ ዘሕፍር ኣለዎ ትነግርንዋ እምቢ ነግረኪ ናቲ ኣሽንኳይ ዶ ክደጋግሞ እሳ ዝበለትኒ ክዝክሮ ከለኹ እኳ እዚ ከብደይ ይሕምስ እዚ ጨጎራይ ምንጭት ክብል እየ ዝውዕል ኣበይ ሞንዓ ክፍለጠኪ እሞ ንሳሲ ክትበኣሰኒ ደስ ስለ ዝበላ ንዕልቲ ሕማም ኩርምቲ ኮይንዋ እምበር ኣነ ወላ ሓንቲ ዝበልክዋ ነገር የብለይን እያ ትብል ዘላ ክትፈልጥ
ወይ እዛ ሓሳዊት ሎኽሜና ኣነ ገብርኤል ኣነ ጠራጢት እምበር ፈሳዊት ኣይኮንኩን ነታ ዝሰማዕኽዋ ግን ኣይዓቑራን እየ እንተ ኣልዕል ኣቢለ ግን ተሸሽ ተሸሽ ኣይብልን እየ ንስኺ ጓል እንተ ሓሰብክየ ኣልዕል ኣቢለ ክጥቀናስ ትሓስቢ ዋ እንታይ ኮይነ ኢለ እሞ እቲ ፀርፊ ከቢድ ስለ ዝኾነ ኣሉ ትብል ዘላ ማለት እዩ
ከቢድ ተበልኹ ከ ገመል ዘይትጸሮ እምበር እዋይ ገብርኤላ ትረኽብዮ ገብርኤላ ትረኽብዮ ገብርኤላ ትረኽብዮ ኣበያ ክጸሪፋትኪ እንድዕቲ እንታይ ናበይን ከም ዝተጸረፍኩ ይትፈልጥ ብሕሽክላ ክትዓርቂ መጺኺ እዋ እወይ ማማ ከምዚ ኮይና ክሪኣ ንመጀመርያ ግዜ እዩ ብጣዕሚ ኳ ተቐይራትኒ ሰናይት፣ ኣብ ቅድሚ ጓል ኣነስተይቲ ከምዚ ኢለ ምዝራበይ ድኣ ኣይትሓዝለይ እምበሪ ኣንስቲ ናይቲ ሰብኡተን ምስአን ከለዉ ዝኹንንወን ዝነበሩ ግዲ ኮይኑ ሰብኡተን ምስ ገሹ ጨካናት እየን ዝኾና። ኣብቲ ዘለኹዎ ስደት ኣንስቲ ከምኡ ኣይኮናን። ድሓር ከኣ ባባ ሓድሽ ከያ ገያሽ ኣይኮ ኣይኮነን። ኣየስተውዓልክልን እንዳ ትኾኒ እምበሪ ኣነ ናይ ኩለን ደቂ ኣንስትዮ ባህሪ ኮይኑ ይስምዓኒ። እወ እታ ዝበህግኣ ዝነበራ ናይ ሓዳር ስቴርቶ ምስ ሓዝኣ ሪኺ ክሳብ ዘረከበን መጺኡ ዝምንጥለን ግርም ገይረ እየ ዝጥቀም ኣነ
ከምኡ ከ ኣለዩ ዋይ ኣበይ ኣለኺ እየ ወረ ገሊኦስ ጥዑም ጥዑም ስለ ዝጠዕመኒ ሃልኪ ዋላ ሰብኣየን መፅኡ ከሎ ነታ ስር ሳዕስዒተ ንበርሓት ምሃብ ኸሎ እሞ ሓዳር ንህልኪ ብትቢት ትኣትዋ
እዚ በኹሪ እዝነይ እንድዩ ማማ ግን ብጣዕሚ እያ ትቕየረኒ ዘላ ኣብነታዊት ኣደ ኢለ ዝዛረበላ ዝነበርኩስ ኣብ ሓፂሩ እዋን ከምዚ ክትከውን ዝኣተኽዮ ቃል ዘይፈጸምኪላስ ክተንጸርጽረለይ? ተጋጊኺ መጀመርታ ወይ ቃል ክትኣትዊ ነበረክን እንተ ኣቲኽያ ከኣ ግድን ክትገብርያ ኣለኪ። እዋ ኩሉ ዝበልካዮ ግድን ክፍጸም ኣለዎ? ወ ቃል ቃል መቕቱል ይብል መሓመድ። ቃላትካ እኳ ኣብ ውሽጥኻ ከለዉ እዮም ናትካ እምበር ካባኻ እንተወጺኦም ኣይናትካን እዩ እኳ ዝበሃል። ደሓር ከኣ እቲ ዝኣተኽዮ ቃል ስለ ዘይፈለጥናዮ እምበሪ ክብደቱን ፍኹሰቱን እኮ ምረኣናዮ። እንታይ ጸገም ኣለዎሞ ዘይነግረኩ ከምቲ ኩሉ ጊዘ ክመጽእ ከለኩ እንታይ ሒዘልኪ ክመጽእ እብላ እሞ ማማ ድማ እዚ ገዘእለይ ወርቂ ስልማተይ ናይ ክሳደይን ናይ እዝነይንሲ ፋሽነን ስለ ዝወደቃስ ቅያር ዝኮነኒ ካልእ ወርቂ ተማልእለይ ትብለኒ። ሃየ እሞ ስለ ዝረሳዕክዮ ድዩ ዋላ ገንዘብ ስለ ዝሓጸረኪ ጥራይ ትመጺኪ። ኣይኮነን ምምጻእ ድኣ ኣምጽኤላ እምበር።
እሞ ንመን ደኣ ሂብክዮ? ኣነ ደኣ እሞ እቲ ዓመታዊ እንገብሮ ዝክርናሲ ኣቋሪጽኪ ስለ ዘይትፈልጢ ኣብ ሞይ ደኣ ተኾይና ዘይመጸት፣ ተጸሊእዋ ዶ ክኸውን ኢለ ክድውለልኪ ምስ በልኩ ንሳ ድማ ነቲ ጉዳይ ክተተሃዳድኦ ግዲ ደልያ ኮይና ደሓን ግደፍያ ምናልባት ኣቦኺ ስለ ዝገሸስ መን ከ ይቋየቖኒ ኢላ'ያ ትኸውን ኢላትኒ። ርዕኽ በሊ እዛ ሎኹም ዒላ ሓሳዊት ኣዴኺ ዳሕራያ ትገድድ ጸሪፈ እያ ክንዲ ትብልሲ እቲ በደል ናታ ናባይ ክትግልብጦ ደልያስ በቦኺ ከተማኻኒ ኣበይ እሞ ወይ ኣነሸ ደበጭ ደኣ ክህሉ እንዲ ነይርዎ ክነግሮን የእጋራ ክሕምሽሸን ሓንቲ ምኾነት ነይራ። ደሓር ደኣ እኮ ብሕቶ ምስ ኣዋጠርኩዋ ንዓይ ስለ ዝጸልአት እያ ዘይመጸት ኢላትኒ እያ። እጸልኣ ወዲ ጽልእ ዕብላ ንሳ ዘይተጸልእት ከመን ክጽላእ እዩ እዛ ቄቓር እግሪ መንቀርቀር። እሞ እሞ ትጸርፊ ባጽንሓልኪ። እምበይ ጸንሓለይ ናቲ ኣይጸንሓለይን። ነጊረኪ እንዴ ንሳሲ እንታይ ዶ ገዲፋ ሃልያ ኣብ ቅድሚ ሰብ እንድያ እኳ ደኣ ኣብ ቅድሚ ጸላእተይን ሓሳዳተይን እኳ እያ ትዋርድ ኣቢላኒ ሀይ ኣንቲ እሞይ ሓረይ ምስ ኣሰባሲ ንዓና ክትብልን ባባ እውን እኮ ብድሕረይ እዛ ሓፍተይ ስብ ትዝክረይ ተዓጢቓትለይ ውዒላ ኢሉ ሕጉስ ምበለ ነይሩ ንዑ ኢልካ ማን ኣይትመፅን ስቕስ ክበሊ ለባም ለባም እንተበልኩኻ ኣይትዋራዘይለይ ወሓቲ ሕዝኪ ምስ ሕመም ከብደይን ምስ ፅልኣይንሲ ፀበል ክሰቲ ኢለ ገዛኹም ክመፅእ ዋ እቲ ብስሙ ጸበል ዝግበረሉ ዘሎ መልኣኽ ከጓኒ እንታይ ክብለኒ እዩ ክቕየመኒ እሞ ኣነስ ካብ ዓዲ ክምምፀኺ ዘይተርፈክስ ተኾንክ ዝገዛ ነደ መፀኺ ይብልክ ዘለኹ እኮ ዋ ካብ ዓዲ ደኣ ዓመት ዓመት ዝክር ናይ እንዳሓወይ እንዳበልኩ መፅእ እንደ ነይረ ሕጂ ከዓ እታ ፅልእና ምእንቲ ዓድና ከይፈልጥዋ ኢለ ካብ ዓዲ ናብ እንዳሓወይ ኢለ መፅየ ተኺለ ግን እንዳወደይ ይኣትየ ዋ ኣንቲ እሞይ ካብ ኣምላኽ ዘይተሓበክስ ካብ ሰብ ክትሕቢ ሕባእወ ኣታ ኣምላኽ ደኣ ጸዋር እንድዩ ባዕለይ ደኣ ኣብ ኣፍ ዓድና ክኣቲ ኮይነ ብዘይ ንሱ እኳ ግብርኤል ኣብሾ ምስ ጽላልታ እንዳተባእሰት እንድያ ትኸይድ ኢሎም እንዳሓመይንስ ኣብ ርእሽኡ ከዓ ባዕለይ ክምልኣሎም ደሊኺ ዋታ ኮይነ ኢለ እሞ ሓራ ሕጂ እንታይ እቲ ዝሓይሽ ዝሓይሽ ደኣ ንስኺ ናብታ መዐዴኺ ኣነ ከዓ ናብታ ብርኽቲ ሰይቲ ወደይ ምኻድ እምበር ፋሕ ንበል ግዲ እሞ ሕጂ ኸ ገለ ቁርባይ ተጣዓስክን ኣንትሞይ እንታይ መጺኒ እየ ዝጣዓስ ኣይጣዓስን ኣቲ ተደሊኺ ኬድኪ ነታ ኣዴኺ ተጣዕሲ በሊ። ንሳ ደኣ እሞ ወልሓንቲ ዝገበርክዎ ነገር የብለይን እንዳበለትስ ከመይ ገይረ ተጣዕሲ ክብላ? ደሓር ካብ ኮተይላ ከም ዝጸረፈትኪ ነገርክና። ኦፋይ!
ኣቲ ቆልዓ ትኸድለይ ዲኺ ኣይትኸድለይን? ዋእ ናይ እንዳ መን ተሓላቒ ትብልኺ'ኸ ንስኺ ጓለይ?
ኣነ ደኣ እንታይ ኢለ ክሕለቕ? ኣነ እኮ ኣብ መንጎኽን ተቐርቂረ እየ ዘለኹ እየ ዝብለኪ ዘለኹ። መን እሞ ኣብ መንቀራቕሮ ኣቲኺ ተቐርቀሪ ኢሉኪ? ወረ ክንደይ ሽዕ'ኸ ክትቅርቀሪ? ሕጂ ትኸድለይ ዲኺ ኣይትኸድለይን? ኬዲ በዚኣ ገርኪ። ወይለከ!
ኣንታ እንታይ መዓት እዩ ወደይ ዓበይትን ንኣሽቱ ዓርቁ ንፈልጥ እምበር ንሕና ሕጂ ንኣሽቱ ንዓበይቲ ክንዓርቕ እንታይ ዝበለ ተገላበጦሽ ዝኾነ ዘበን እዩ ወደይ ቧዕ ማማ እኮ ዘመናውን ካልኣይ ቅያርን ክኾና እያ ደልያቶ። ዶ?
እወ፣ ናይ ቀረባ ቤተሰብና ብሰንኪ እንዳ ሓሙኡ ዝኣዘዝዎ ወርቂ ክገዝእ ዘይምኽኣሉ ናይ መርዓ ሕቶ ኣብ ሕቶ ምልክት ዝኣተወ ዘመድ ከም ዘለና እፈልጥ እሞ፣ ደሓር ከኣ ማማ ክትሕጎሰለይ'ያ ኢለ ንዕኡ እንተ ሃብክዎ፣ እዋእ! ካብ ግምተይ ወጸኢ'ያ ሓዊ ተፊኣ።
እስመ-እካ ሃያ! ኣንቲ ሰኒ ጓለይ መስኺ ደኣ ዓቢ ጌጋ እንዲኺ ተጋጊኺ። ከምኡ ዘይግበር? መመብራት ደኣ ሓቃ እንድያ። ዋእ!
ኣበይ ዓንደይ ከኣ ከምኡ ትብሉ ኣለኹም? እብል'ወ። ወይለ!
ደቂ ኣንስትዮ ኣብ ወርቂ ዘለወን ኣረኣእያ ጠፊኡኪ ማለት ድዩ? ዋእ! ብወርቂ ዝመጸን ዘይኽእለን እሞ ድማ ንዓኣ ተሓስበሲ። ንጓና እኳ ከይከውንሲ ንናይ ቀረባ ዘመድ ክትብያ እዚ ደኣ እሞ ካብ ኩናት ምእዋጅ ፈሊኻ ዘይረአ ኣቦይ ዓንደር እዛ ዘረባ ትግልብጥዋ ዶ ኣለኹም ከመይ እቲ ዘጉህ ደኣ ንጓና ምሃብ እምበር ንቤተሰብካ እሞ ድማ ናይ ቀረባ ዘመድካ ምሃብ ይኾሪ ዋ ሰናይት ምስ ቀልቢ ክደለኺ እንታይ ዘረብ እዩ ኣብ ናይ ዝኾነ ቤተሰብ ቀረባ ቤተሰብ ርኤ ከለኺ እቲ ንዓ ተሓሲቡ ዝመፀ ወርቂ ካልእ ሰበይቲ ገይራቶ ክትርኢ ከላ ከመይ ገይሩ ነብሳ ገብረላ ዋ እዚ ደኣሞ ውጹእ ሕስድና እንድዩ። ኣይ ሕስድና እንድዩ ደኣ ምንቕ ምባል ከሪኡና ዘሎ። ኣነ ገሪሙኒ ዘሎ እቲ ንዓኺ ኢለ ዘምጻኹዎ ወርቂ ንእገለ ቤተ ሰብና ንመርዓቱ ስልማት ኢለ ስለ ዝሃብኩዎ ንዓኺ ግን ወይ ስደዱለይ ኢለ ወይ ድማ ባዕለይ ምስ ከድኩ ክሰደልኪ'የ እብላ እዋእ መዓንጣኣ ሕዝ ኣቢላ እም ኣይከውንን እዩ እቲ ንዓይ ኢልኪ ዘምጻኽዮ ኣብ ኢደይ ኣይረክብኒ እንተ ንዕኡ ግን ብዝደለኽዮ መንገዲ ምጹሉ ኣይትብለንን? ሓቃ ሓቃ ከምዚኣ እንተኾይና ሰናይት ጓለይ ናትኪ ጌጋ እያ ዋእ ጓል ኣነስተይቲ ከለክስ ባህሪ ጓል ኣነስተይቲ ከጠፍኣኪ በሊ ሕጂ ኣቦኺ ካብ መገሽኡ ከይተመልሰ ከሎ ይህን ምሂን ተባሂልና ሓዲእ ክንገብር ንሕሰብ ንሕሰብ እዛ ጓለይ ኦይ ኣቤ ዓንዳይ ከዓ ኩሉ ቤተሰብ ፈቲኑ ስለ ዘይሰለጦ ኣይትድከሙ

ዛንታ ናይታ ብሰንኪ ጌጋኣ ንውላዳ ብዘይ ኣቦነት ክነብር ዝፈረደት መንእሰይ ባና ሃይለን መሳጢ ዛንታኣን። ኣመሪካ ንምእታው ክብል እየ ኣብ ሓደ እዋን ምስ ክልተ ወዳ ትዘውር ነይራ ሕጂ ከቢድኒ ዘሎ ግን ውላደይ ኣቡኡ መን ምዃኑ ንምፍላጥ እዩ። ናይቲ ንዓሰርተ ሓሙሽተ ዓመታት ተሓቢኡ ዝነበረ ቢን ምስጢርከ መወዳእትኡ ብኸመይ ተፈቲሑ? መኣስ ጥራይ? ኣስቴር ክልተ ደቃ ስለምንታይ ብመንግስቲ ሽወደን ተወሲዶምን? ኣገራሚ ዛንታኣን። ደቀይ ብመንግስቲ ሽወደን ዝተወሰድሉ ምኽንያት ብሰንኪ ቦምብ እዩ። ሰሓብን ኣንጠልጣልን ብዝኾነ ኣገባብ ተጻሒፉ ኣብ መጽሓፍ ከይትነግርዋ! ኣባ ነደይ ክትረኽብዎ ኢኹም። ዛንታ ናይቲ ኣብ ልዕሊ በዓልቲ ቤቱን ኣደ ክልተ ደቁን ከቢድ ገበን ዝፈጸመን ድሕሪ'ቲ ፍጻሜ ዘውጽኦ ምስጢርን ኣብ መጽሓፍ ከይትነግሩ ኣባ ነደይ ንመጽሓፍ ኣብ ሊብያ'የ ጠኒሰ ዘንበብኩም ኣንበብቲ ከተንብብዋ እትግባእ መጽሓፍ'ያ በቲ ቅድሚ ሕጂ ተመርዓወኒ'ባ ዛንታ ሄለን ኣብ ሊብያ'የ ጠኒሰን ካልእ መሃሪ ጽሑፋትን ብምቕራብ እንፈልጦ ጸጋ ብርሃን ጎይትኦም ተደሪሳ ናብ መላእ ዓለም ተዘርጊሓትልኩም ኣላ። ነዛ መጽሓፍ ንምውናን ብቐጥታ ካብዚ ዝስዕብ ዌብሳይትና ምእዛዝ ይከኣል ወይ ውን በዚ ቁጽሪ ስልኪ ተወከሱ። ኣብ ሓቀኛ ዛንታ ዝተመርኮሰት መጽሓፍ ከይትነግርዋ ባነደይ።
ስማዕ ኣታ ስማዕ ስማዕ ስማዕ ኣቦ ዶብ ስማዕ ንስኻ ኢኻ ኣውራ ኣውራ ንስኻ ነዴኻ ጸጊባ ከም ተባዕታይ ኣድጊ ፊዕፊዕፊዕፊዕ ከም ትብል ትገብራ ዘለኻ ብኸመይ ብኸመይ ዶ መጀመርታ ነቦኻ ገዲፍካ ናብቲ ዘለኻዮ ዓዲ ንዓኣ ክትወስዳ ምስ ጀመርካ ትዕቢት ጀሚርዋ ክሳዕ እዚ ቋንቋ ትግርኛ ክጠፍኣኒ ደልዩ ብምባል ዘይትመልኮ ወረ መእተዊኡን መውጽኢኡን ዘይትፈልጦ ቋንቋ እንግሊዥ ቁርጥምጥምጥምጥምጥም ክትብል ጀሚራ። ኣቱም ውን ናብቲ ቀንዲ መባኣሲኽን ጉዳይ ዶ እተዊ። ጽናሕ ኣዛርበኒ ዋእ ንምንታይ ኢኻ ትኾልፈኒ ነቲ ብኸመይ ዝበልካኒ ሕቶ'ባ መልሲ ክህበካ እ ድሕሪኡ ኸኣ ኣቦኻ መገሻ ምስ ኣብዝሐ እቲ ገንዘብ ብሽማ ኣብ ኢዳ ክለኣኽ ምስ ጀመረ ኸኣ ዓይኒ እንቁሐት እ ኣብ ልዕሊ ጽጋብ ጸጋብ ወሰኸትሉ እ።
ሕራይ ድሕሪኡ'ኸ እንታይ ኮነ። ብድሕሪኡ ድኣ ንበዓል ኣነ ክትጸርፈናን ክትዝልፈናን ጀሚራ ግዲ ህህ ካብዚ ኒኖ እንታይ ግዲ ኣሎ እዩ ካልእ ሓቂ። ሰሚዐኪ ኣሞይ ሕጂ ኣነ ዝብለኪ ዘለኩ። መመክሒ ሰብ ኣይትኩና ኢሂን ምሂን ተባሂልክን ተዓረቃ። እዚ ጓል መገዲ እንዮ በልዮ ዘረባ ሰብ ኣይትስምዒ።
ኣተ ሰማዕተይ ክንደይ ትደፍሪ ሕሳስ ልደስ ንቦኽሪ ንዒ ቀልጢፍኪ ናብዚ ኢላ ትእዝዛ ኣቲ ሰማሓተይ ከምኡ ዘይኮነ ዋ ኣንፈሊጥና ክለና ፖሊስ ስለ ዝኾንኩ እንዶ በሊ ደው ኢለልክኒ ገዛ ክመፅእ ኢለ ከተማ እየ ዘለኹ ኢልክኒ እቲ ዝበልኩኒ ቦታ ድማ ናብዚ ስለ ዝቐርብ ናብ ዝምፅን ኢለኪ ኪኖ እዚኣስ ናይ ሓቂ ላስካ ንገርኒ ከዛረበኪ ኢለ እዛርብና ከም ዘለኽ ደኣ ተረዲእኒ ኣሎ እንዶ ግን ንስኺ ንዓይ ክትዛረብኒ ደሊኺ ኣለኺ ቤተሰብና ብምልኦም ከዓ ብኣኽን ብማማን ክዛረቡ ውዕሎ ብለኪ ኣለኹ እውይ ኣቲ እዚ ሰብ እንታይ እዩ ኮይኑ ስራሕ ድዩ ስኢኑ ኣብ ክንዲ ሰስርሑ ዝሰርሕስ ገዛ ገዛ ኣሎ ኣተዋሓዊ ዘሰውርስ እንታይ ንክረክብ እዩ ሰና ሓፍተይ እቲ ነቓዓ እኮ ባዕልኻ ኢኻ ትኸፍቱ ንሶም ድማ ኣብቲ ነቓዓ ዓትዮም ቡቡንታ ጨዲዶም የግፍሕዎ እቲ መንታ ማለትኪ እዩ ጉዳይክን ኢሂን ሚሂን ኢልክን ኣብ ክንዲ ዝፈትሖ ንስኺ ፈጨው ኢልኪ ዒራ ገዛይ ኣለኒ ኢልክን ኣብቲ ትሕክልሉ ገዛ ከድኪ ማማ ድማ ምምጻእኪ ፈሊጡ ክበጽሕነ ንዝመጸ ሰብ ጉዳይክን ናይ ኣደባባይ ምስጢር ጌራቶ ኣላ ክትፈልጢ ከምኡ ስለ ዝኾነስ እነሀለ እንዶ ዋላ ኣቦይ ዓንዳይ ነቲ ጉዳይ ምስ ፈለጡ ትማሊ ቆጺሮም ኣዘራሪቦምኒ ኣቦይ ዓንዳይ ደኣሞ ሓጎስና ሓጎሶም ጸገምና ጸገሞም እንድዩ ንሕና ናቶም ንሰምዕ ንሶም ድማ ናትና ዝሰምዑ ንዓይ ከፊኡኒ ዘሎ እኮ ዘዝሓለፈ ሰብ ንስኽስ ፖሊስ ከለኽሲ ናይ ገዛኺ ጉዳይ ዘይፈታሕክስ ናይ እንዳ ኣማትኪ ሽግር ክትፈትሒ ትውዕሊ ኣለኺ እንዳበለ እኳ እዩ ምሕላፍ መንገዲ ከልኢኒ። እሞ ኺዲ ንዓኣ በልያ እምበር ኣነ ድየ ወረ ዝዝርግሕ ዘለኹ። እዋ ሰናይት ንስኺ እኮ ኢኺ ንእሽተይን ምህርትን ንስኺ ኢኺ ክትርድእኒ እትኽእሊ ዋ ንስኺ ኢኺ ነዚ ጉዳይ ሸለል ኢልኪ ክትፈትሕዮ ትኽእሊ። ስምዒ ኣነ እዚ ወረ ዘየለ የድልየንን እዩ ቃል ኣቲኽለይ ነይርኩ እሞ ስለምንታይ ቃልኪ ዘይፈጸምኪ ኢላስ ገርጨውጨው ክትብለለይ ሓቃ ኣዋርቕ መጸንሎ ኢላ ሃረርትኣ ሰማይ ዓሪጉ እናተጸበየት ከላሲ ሃንደበት ንኻልእ ሰብ ሂበዮ ተልኪያስ እንታይ ክትብሊ ትጽበይ ዕልል ክትብል መን ከምኡ ኢሉ እቲ ምኽንያት ቅቡል ኮይኑ ምስ ረኸበቶ ግን ስቅ ትብል ነይርዋ እዋ ኣቲ ሰናይት ሓፍተይ እንዳፈለጥክ ባይ ዝዛረቢ ንስኺ ደይኮንክን ፕሮሚስ ኢዝ ደብት ትብልና መብፅዓ ስዕረት ኣይኮነን እሞ ንጓና ዶ ሂበየ ካባና ናባና ደይኮነን ይኹን ኣሽንኳይ ዶ ወርቂ ዝኣክል እሞ ድማ ብለበዋን ቃልን ዝመፀሲ ጫማ ዝጫማ ከማን ንዓኻ እንዲይ ሓሲበያ ነይረ እሞ ካባኻ ንላዕሊ ፅጉም ስለ ዝረኸብኩ ንኻልእ ሂበየ እንተይልካዮ ዝኾነ ሰብ ዝቕየመልካ ኮዘቸንትራ ናይ ሰብ ዋ ዘረባ ሰብ ዝሰምዕ እምበሪ ኣምላኽ ዶ ደኣ ሰፈሩ ለቒቑ ወሪዱ ከዛራርበኒ ኮይኑ። ኣብ ባህሪ ኣይተረዳእክን ኣብ መንጎ ቤተሰብ ጓልና ተኣትዩ ንንእሸተይ ነገር ባዕባዕ እንዳበለ እዩ ሓዊ ዘሳውር። ደሓን ደሓን ደሓን ደሓን ኣነ ኣቦኻ ክሳዕ ዝመጽእ እየ ዝጽበ ዘለኹ ንሱ ጥራሕ እዩ ከኣ ነዛ ጉዳይ ኣብ ፖስት እያ ዘትሕዛ። እሞ ንሱ እንድየ ጸሊኤ ዘለኹ። ባባ ከምዚኣ ኢልኪ ከለኪ እንተ መጺኡ ውዑይ ስለ ዝኾነ ምስ ማማ ካልእ ሽግር ክፈጥር እዩ። ወይለይ ንስኻ ደኣ ኣይ ሕጂ እንዶ ሒጀካ ንዓና ክትዓርቕ ደይኮንካሲ ኣቦኻ መጺኡ ነዴኻ ከይመዓታ እንዲኻ ትፈርህ ደለኻ ህህም።
ከምኡ ዘይኮነ። ሱቕ በል ከምኡ እምበር ከመይ ደኣ ከምኡ ዘይኮነ ኻብለኒ። ኪድ ሕጂ ደሓን ውዓል ደሓን ውዓል
ማማ ድማ እቲ ወርቂ ንኻልእ ሰብ መሃበይ ደይኮነ ንወዶመይ ገብርኤላ ስለ ዝሃብኮ እያ ቐጢዕዋ ነስማዳ ሂበዮም ነይረ ተሰኹን ግን ሓነ ኣምስ ዓመትኒ በል ሓራይ እዛ ጉዳይ ባዕልኽ ካበልዐልክያ ኣብ መንጎ ኣሞይን ማማን ሓዊ ኣትዎን ዘሎ ክትፈልጥ ይህ እንታይ ራኺብዋ ኖሞ ይኮ ንማማ ኢለ ዘምፃኽዎ እዩ በልክዋ እወ ኣሞይ ግን እቲ ጠንቂ እቲ ንወዳ ዝሃብክዮ ኣዋርቕ ምዃኑ ኣይፈለጠትን ዘላ ማማ ሰብ ዘይብል ጸርፊ ከም ዝጸረፈታ እያ ትዛረብ ዘላ ሰብ ዘይብል ጸርፊ ሰብ ዘይብል ጸርፊ ደኣ እንታይ ኢላ ጸሪፋታ እንዴ ኣሞይ እኮ ምንጋር ኣብያትና ማማ ግን ደይ እሞ ክፍእቲ ጥራይ እየ ኢለያ ትብል ዘላ እዛ ክፍእቲ ትብል ሓንቲ ቃል ሳባ ኢሳተ ሓንቲ ሰና ሓፍተይ ሓንቲ ቃል ኢልክ ባይተና ኣስያ ቀዳማይ ነገር ኣብ ቅድሚ ሰብ ምጽራፋ ደሓር ድማ ከምኡ ምስ በለትኒ እኮ ናይ ሓደ ዶክተር ዝበሎ ዛንታ እያ ኣዘኻኺራትኒ ብኸምኡ ድማ ሓቃ ኣላ ኢለ ከመይ ማለት ሓንቲ ጎርዞ ትወልቭስ ግሬድ ዳተምሃረት ከላ ኣፍቃሪኣ ቺሪ ክሪቲ ምስ በላ ካብኣ ንንዮ ወላ ፕሮፌሰር ምስ በጽሐት እዛ ቃል እዚኣ ስለ ዘይረሳዓታ ጥቓ ወዲ ምቕራብ ኣብያ ምምርዓው ኣብያ እዩ ዝበሃል። እዋ ሓንቲ ቃልሲ ክሳብ ክንድዚ ትኸብድ? እዋ ሶሎ ሓፍተይ ቃል እኮ ከቢድ እዩ። ሰማይን ምድርን እውን እኮ ብዘይ ዓንዲ ብቃል እዩ ቆይሙ ዘሎ። ንጉስ ዳዊት እውን እኮ ንኣምላኽ ንኣፈይ ሓላዊ ግበረለይ ዝበሎ እኮኒ ቀዳምነት ካብ ከምዚ ናትኪ ተቐዳዲምካ ቃል ምእታው ድሕሪኡ ድማ ከምዚ ናይ ማማ ስኢልካ ኣፍካ ዝሕማቕ ቃላት ምውጻእ ዋይ እሞ እዞም ኩላቶም መብጽዓ ኣቲና ዝጠለምናዮምን ተራ ቃልያ ኢልና ዝጸረፍናዮም ሲ ተቐይሞምና ኣለዎ ማለት እዩ ግድን ከኣ እምበር ኣብ መጽሓፍ ቅዱስ እውን እኮ ብዛዕባ እታ ዝተዛረብኩማ ነፍሲ ወከፍ ቃል ኣብ መዓልቲ ፍርዲ መልሲ ክትውላ ኢኹም ዝብል ጠፋእና እዚ ኩሉ ጸርፍን መብጻዓቲና ዝጠለምናዮምሲ ክንሕተተሉ ኢና። እወ ካብ ብሕጂ ምጥንቃቕ ደሓር ኣብ መዓልቲ ፍርዲ ካብ ምውጣር የድሕን። ዋይ እሞ ሕጂ ደኣ እንታይ ይገበር? ንስኺ ኣብ ኣሙኤላ ኢድ ክሕሉፍ ስለ ዝኾነ ንዓ ክትሰምዓኪ ትኽእል እያ። ስለዚ ኩሉ ነገር ኣረዲእኺ ወላ እታ ዝጸረፈታ እውን ካብ ናትኪ ቃል ምጥላም ከም ዝመጸት ነጊርኪ ንስኺ ከኣ ንኸዕርቓ ናብ ገዛና ሒዝክያ ትመጺ። ሕራይ ጽቡቕ ሓሳብ። ኣነ ድማ ኩሉን ማማ ትዝበሃል ኣብ ኢለ ኣረዲኣ ክጸንሐኪ። ሕራይ ሕራይ ጽቡቕ።
ስምዓ እስከ ዓንዳይ ካባይሲ ገብርኤላ ትቐርባ። ከምኡ ኢትበሊ ካብ ክልቲኽን ንላዕሊ ከኣ እዚ ንወዲ ገብሪኤላ ገጢምዎ ዘሎ ጸገም ያካብላ። እወይ ሰኣን ወርቂ ንሰበይቱ ምስላምሲ ካብ ምምርዓው ክተርፍ። እሞ ሰናይት ጥራይ ድያ ተወሊዳ ካልእ የለን ድዩ? እሞ እቲ ናይ ምሃብ ጸጋ ከኣ ሰናይት ጓልኪ ክትካፈሎ ኣምላኽ ሓርይዋ። ኣይ ምቕባል እምበር ምሃብ ደኣ እንታይ ሕርያ ተደልዩሉ መዓንዳይካ። ኣንቲ መብራት እንታይ ኮንኪ ብለባምኪ ሰብ ምዃንኪ ከይተርፈኪ ድዩ ነቲ ወሃቢ እውን እኮ ካዕበት ገይሩ መልሰሉ እዩ ኣብ ሰናይካ ውዕለኒ እኳ ዝበሃል ደሓር መዓስ ንሰናይ ጥራይ ዋላ ንዓ ኮይኑ ኩሓሪት እዩ ከመይ ማለትካ እዩ ወርቀይ ስለ ዝተዘሞትኩሲ ተሓርየ ነየ ድየ ጠፊሸ እምበር ከምኡ ይኮነን
እቲ ዝህብ እኮ ክዓበት እዩ ዝምለሰሉ ደሓር ከዓ መን ደፈልጥ እዩ ንዓኻ ኣምላኽ ካብቲ ሰናይት ጓል ክትበኪ ዝሓሰበት ንላዕሊ ኣዳልዩልክ እንተሃለወ ገብርኤላን ወዳን እኮ ወርቂ ካብ ሰማይ ከማና ክወርዶም ኣይሓሰቡን ግን ኮይኑ እንታይ ካ ትብል ዘለኻ ሕራይ ሰናይ ስደት ጌራቶ ትብልዋ ዘለኹም ዓስቢ ትርከብ ኣነኸ እንታይ ስለ ዝገበርኩ እየ ዓስቢ ዝረክብ። በሊ ክትፈልጢ ኣምላኽ ብመንገድኺ ገይሩ ኢዩ ንወዲ ገብርኤላ ሰበይቱ ኣወኒንዎ። ከመይ ማለት እዩ?
ከመይ ዶ ንስኺ ወርቂ እየ ዝደሊ ወርቂ እምጽለይ ከም ትብሊ እንተ ዘይገብረኪ ኣምላኽ ሰናይት ወርቂ መምጸት ዶ ኣይምሓሰበቶን ከማን ኣምላኽ ከኣ ርኤኺ ኣለኺ ብሰብ ገይሩ ኢዩ እምበሪ ባዕሉ ወሪዱ ደዛረብ እዩ። እንድዒ ዋይ ክንደይ ግዜ እኮ እያ ንዓናላ ዘምጻኣቶ ንብረት ንብዙሓት ትዕድሎ ኩሉ ግዜ ከምኡ እዩ ኣመላ ኣነ ግና እዘን ኣዋርቕሲ ካብዚ ዓይነይ ምፍላይ ኣብዮም ንበል ኣንቲ ዝሓስድና ነኒ በል እያ ወይለ በዓል ቤተይን ደቀይ ደውበለይ እንደበሊ ዓንዳይ ዘረባይ ተስተውዕለሉ ኣለኻ ዲኻ ኣነ ደበጨይ ደው በለለይ ስእነት ኣዋርቕ የብለይን ግና እቲ ንዓይ ንዝመፀ ንሰብ ክወሃብ ንዕቀት ኮይኑ እዩ ዝስማዓኒ ኣንቲ እዛ ዘረባ እዚኣ እንደኒ በል እያ ንኣምላኽ ኣይተቐየሚ ኩሉ ንዕዑ እንደግደፈሉ ባዕሉ ክፈትሖ እንድዩ ደሓር ከኣ ንሰናይት ተዛሪበያ ኣለኹ ወይ ልቢ ዕብያ ከኣ ባዕላ መጺኣ ነቲ ሽግር ተረዲኣ ባዕላ ፍትሕትሕትሕትሕ ተብሎ ትኸውን እያ እንድዒ ኩሉ ከም ዝተፈሓሰ ገመድ ጥንግንግንግ ይብል ኣሎ እምበር ታይ ፈሊጠ ደሓን ደሓን ደሓን ደሓን ዋዕ ሰቢሎሞ ሰቢሎሞ ሰቢሎሞ ዋእ
ኣንቲ ሄለን ጓለይ ንስኺ ከለኺ እዚ ጉዳይ ናብ ጥርዚ በፂሑ ኣነ ደኣ ሄለን ወይ ገይሻ ኣላ ወይ ከዓ ስራሕ ድኾን ፅዒቕዋ እምበሪ ሸዓኢላ ክትሕትሕ መበለቶ እንደ ኢለ ሓቅኹም ዲኹም ኣቢ ዓንዳይ እዛ ጉዳይ እዚኣ ግን ልዕለይ ሰናይት ሓፍተይን ማማን እንዴን ክኣለ እያ ዝግበእን ኔሩ ግን ከምቲ እንዳ ተሃላለኽቲ ገዛ ከይትዓጽው ሓድር ዝተብሃለ ኣይትክኣልን
ክኢለ ኢልኪ ክትዛረብ ዘለኺ እታ ዒሕ ፍንጭሕ ኢለ ዝወለድኳስ መተሃላለኽተይ ክትከውን ህ ጽባሕ ከንስኺ ከምኡ ክትኮን ማለት ድዩ መብራት ንዓና ነዞም ዓበይቲ እዚኣ ተጥፋኣና ዘላ ነዞም ደቅና ሪእኺ ብህፃኖም ከለዉ ስለ ንፈልጦም ከምኣ ዘለውና መሰለና ንዘረብኦም ንምኽሮም ከይንሰምዕ ክንብል ምስኣቶም ንተሃላለኽ ኢሂ እቲ ሓቂ እሞ ንሱ ዶ ኣይኮነን እዚኣተን ንዓይ ብዛዕባ ሕማም ሕርሲ ክነግራኒ ሜሪ ከኣ ንዓኻ ብዛዕባ ማሕረስ ክትነግረካ ማለት ድዩ ይነግሩና ጥራይ ዘይኮኑ ይምህሩና ከማን ሂ ዋ ኣታ እንታይ ኢኻ ትብል ዘለኻ እዞም ትማሊ ትማሊ ካብ መቕመጭኦም ደርሆ እናተኸባሎም ከት እንዳልና ዝዕበናዮም ቆልዑስ ክምህሩና መብራክ መብራክ እዚ ዘበን እኮ ዘበነ ቴክኖሎጂ እዩ ንሕና ብልምዲ ንሳቶም ግን ብሳይንስ እዮም ዝፈልጥዎ ንሕና ማንዋል ክንከን ኮለና ንሳቶም ዲጂታል እዮም ስለዚ ፈቲና ጸሊእና ዘረቦም ክንሰምዖም ጥራይ ዘለና በጃ ሃይልናካ ስቐለና እዚኣቶም ተማሂሮም ብጀካ ምድፋርን ንዓቕን እንታይ ክገብሩ ኢና ኢሎም ኢና ማማ እዚ ኣቦይ ዓንዳይ ዝብልዎ ዘለዉ ዘረባ ኣስተውዕልሉ ንስኻትኩም እምበር ንምኽርና ኣቕልብሉ ኣነ ፅርይቲ ከም ማይ ንጉሄ መብራት መብራት እቲ ቀደሚት ናይ ኣብ ዓዲ ዝነበረ ማይ ንጉሆ ፅሩይ ነይሩ እምበሪ እዚ ናይ ሕጂ ደኣ እሞ ኣባይና ረኣዮ መዓት ገፈጥ መፈጥ ብኣኻኺቡ ፀንሓካ ደሓን እዚ እሞ ጽንሓልና ንስኺ እኮ ምስ ክልተ ሰባት ኢኺ ተባይስኪ ዘለኺ ወይለይ እዛ ጉዳይ ዶ ከም ጸባ እንዳ ገንፈለት ትሓድር ኣላ ካልኣይቲ ደኣ ምስ መን ምስ እሞይ ገብርኤላ ተባይሳ ኣላ ኣንቲ መብራት ምስ ገብርኤላ ከደኣ እንታይ ወሪዱክን ናታስ ደሓን ጽጋብ እዩ ኣብ ኣርቀይ ወሲዳ ከይኣኽላሲ ነዛ ሓንቲ ቃል ክፊቲ ኢለ ስለ ዝጸረፍኳስ ኣብዛ ክሩምታ ቀርቂራታ ንስኻ ደሓን ፈሊጥ እየ ኣለኹ ነቲ ንወዳ ኢላ ዝወሰደቶ ወርቂ መባድልቲ ኮና ደልያ ካልእ ከይመስለኩም በቃ በቃ
በታ ሓንቲ ቃል ክፍእቲ ዝበልክያ ተባኢሳትኪ ኮይንዎ ሓንቲ ቃል ክፍእቲ ኢለያ ወይ በቃ ነዚኣሲ ኣይንርኣዮ ኣየ ናይ ፈንጣሕጣሕ ኣየ ናይ ፈንጣሕጣሕ እዩ ግደፎ ማማ ነቲ ዝፀረፍክያ ፀርፍስ ሓንቲ ቃል ክተናኣስዮ ኣለኺ ይህ ሓንቲ ቃል እንዲ ሕጅሲ ሓረግ ደዋላ ሙሉእ ሓሳባት ወሲኸላዳ
ከም ግደ ሓቂ ደኣ ምስክር ንጎረረኻ እንድያ ከምዚ ትብልዮ ዘለኺ እንተ ደኣ ኮይኑ መብራህቲ ሓቂ ኣላ። እዋ ሰብ ካልእ ተጻዊሩ እንድዩ ዝኸይድ። ካልእ ተጻዊሩ እዩ ዝኸይድ ዘረባ እዩ። ሓንቲ ቃልያ ኢልካ ምነኣኣስ ግን እዋ እቲ ጸርፊ ኣብ ነብስኻ እንድሕሪ ኣእቲኻ ርኢኻዮ እኮ ካልእ እዩ። ደሓር ከኣ ሓንቲ ቃል ኢልኪ ተነኣኣስዮ። ቃል ደኣ ቃል እንድያ። እሞ እታ ቃልሲ ብ ነብስኻ ኣእትያ ቃል ቃል ኢላ ተናኸሰትካኸ? ስምዒ እንዶ እንታይ ኢኺ ነዛ ቃልሲ መጢጥኪ መጢጥኪ መጣጢጥኪ ሰማይ ከተብጽሕያ ደሊኺ? በሉ ክትፈልጡ ክርስቶስ እውን ንባዕሉ ቃል እዩ ቃል ስጋ ኮነ ወሃደረ ላእሌሁ ዝበሎ ክርስቶስ እውን ባዕሉ ካብ ኣፍ ዝወፅእ እምበር ናብ ኣፍ ዝኣቱሲ ሓጢኣት ኣይኮነን ዝበሎ ነቲ ቃል እዩ። ዶ
ከምኡ ድኡ ላወይዘሮ ግምጃ ከምኡ ድዩ?

በሉ ሓደ ምሁር ርዝነት ናይ ቃላት ክገልጽ ከሎ ቃላት ዝተቐየሩ ሓሳባት እዮም፣ ሓሳባት ድማ ሓይሊ ስለ ዝኾኑ ይሰቡ ይብል ነይሩ። ልክዕ ኣሎ። እግዚኣብሄር ክፈጥር ከሎ እኳ ብግብሪ ዘይኮነ ብቓል እዩ። ብርሃንን ጸልማትን፣ ፍረ ዘለዎምን ምድረ በዳን ይኹኑ ኢሉ። ኮይኑ ድማ። መቸም ምሁር ኩሉ ግዜ ምሁር እዩ። ከምዚ ክበሃል ዝጸንሐ ቃል ከቢድ እዩ። መልሓስ ዓጽሚ የብላን። ግና ዓጽሚ ትሰብር ዝተባህለት ውን እኮ መጋዝ ወይ ካራ ስለ ዝኾነት ኣይኮነትን ብቃል እያ ትሰብር። እወ ዎርድስ ማለት ቃላት ናብ ቶውት ማለት ሓሳባት ምስ ተቐየሩ ብድሕሪኡ ዝመጽእ ኣክሽን ማለት ተግባር እዩ።
ኣቱም ሰባት ኣነ ብዛዕባ ሰናይት ጓል ደበጭ ሓወይ ንወደይ ኢላ ሒጃቶ ዝመጸት ኣዋርቅ ንመብራት ተባሂሉ ከም ዝመጸሲ ሕሩመይ ኢለ ናብዚኣ ቀቅድሚ ምምጻኣና እያ ሰናይት ነጊራትኒ ከምኡ እንተኾይኑ ከኣ መብራት ቂድሚ ሕጂ ካብ ኣፋ ወጺኡ ዘይፈልጥ ቃል ከተውጽእ ሓቃ ኣላ በሃሊት እየ። ኣይ ክጥዕም ዘረባ ኣይ ክጥዕም ዘረባ እህ።
እወ ሓቂ ኣብ ጥፍሒ ኣይትኣቱን እያ ሓሶት ድማ ኣይተቐይሕን እያ እቲ ጸርፊ ዋላ እኳ ጌጋ እንተኾነ ዋእ ኣነስ ወረ ካብኡ ንላዕሊ ምገበርኩ ኮይኑ እዩ ዝስምዓኒ ሕጂ ከኣ ሰናይት ጓለይ ስለቲ ዝገበርክዮ ሓልዮት የቐንየለይ መብራተይ ድማ እቲ መርዓ ናይ ወደይ ዋላ እንተ ተረፈ እዘን ኣዋርቅ እዚኣተን ግና ንዓኺ ተባሂሉ ዝመጸ ስለ ዝኾነ እንኪ ቅበሊ ንዓኺ ዝሓብተይ። ዋእ እንታይ ክትብሊ ዘለኺ? ዋይ
ንብረትኪ እሞ እንኪ ተቀበልኒ። ፍጹም ኤእ እዚ እሞ ጠርሽካ ዘይከውን እዩ ሃብሞ እቲ ኢድኪ ስጋቶ። እታ ከይትምሕሊ በዕጽምቲ ወለዲ ክምሕጸነኪ ኣለኹ ከይትምሕሊ እቲ ወድኺ እኮ ወደይ እዩ። ኣነ ድማ ሳላ ሓዊ ክሰኣን ኮ ይብለይ ድሕሪ ሕጂ ከንታ ክረኣየሉ ኢለ ኣነ ንመጋየፂ ወድኺ ግና ንሂወቱ ወሳኒ ነገር ስለ ዝኾነ ርኸቡ ይትሰኣኑ እወ ርኸቡ ይትሰኣኑ ኣንቲ መብራተይ
ኣነ እዘን ኣዋርቕ እዚኤን ንስኺ ከም ዝሃብክኒ ክቆፅረን እየ ሕጂ ግና ንብረትኪ ስለ ዝኾና በጃኺ እንዶ ተቐበልኒ ፍፁም ኣነ ድማ እዘን ኣዋርቕ እንተወሲደየን እዞም ኣዋርቕ ደቀይ ይኽልኣኒ ውይ
በስመ ኣብ ወልድ መንፈስ ቅዱስ ኣቲ መብራተይ እንታ ክትረኽቢ ደኣ ተቐዳዲምኪ ከምኡ ጌርኪ ትምሕሊ ኦሮማይ ኣውፅኤያ እንዴ ስለ ዘይትምለስ ኣውፅኤያ ኣይ ክጥዕም ዘረባ ኣይ ክጥዕም ዘረባ ርኢኹም በላ ርኢኽን ርኢኽን ከምቲ ሕማቅ ቃል ዓጽሚ ይሰብር ዝተባህለ ጥዑም ቃልካ ልቢ ሰብ የምክኽ። ንምንታይ ኢና ጥዑም ቃል ከለናሲ ሕማቅ ቃል ነቀድም? ክልቲኤን ወላ ሓንቲ ይገበራ ኣነ ከይተረደኣኒ እባ ኢሰየ ቅድሚ ምውሳነይ ምስ ማማ ክማኸር ነይሩኒ ምኽንያቱ ዋላ ብገንዘበይ ይግዛእዮ ንማማ ኢሉ ስለ ዝተገዝኣ ናታ እዩ ስለዚ ኣነ ደይኮንኩ ነሞይ ክህባ ማማ ባዕላ ክትህባዩ ነይርዋ ከምኡ ብዘይ ምግባረይ ግን ኣይተሓዛለይ ይቕረ በላለይ ላሕ እንዳሓን ሰናይት ጓለይ ዋላ ሓንቲ ይገበርክን እኳ ደኣ እቲ ኣነ ክገብሮ ዝግብኣኒ ኢኺ ጌርኩሞኒ ሕማቕ ኣይሰማዕክ እዛ ጓለይ ኣነ እየ ኣብ ዘይተደልየ ስምዒት ኣትየ በሊ መብራተይ እዞም ኣዋርቕሲ ሰናይት ዘይኮነት ንስኺ ኢኺ ዝሃብክና እሞ ስለቲ ዝገበርክልና ጽቡቕ ነገር ከኣ